እዚ ትከታተልዎ ደለኹም ድምጺ ኣቦጊዳ እዩ ሳብስክራይብ ለይገበርኹም ሳብስክራይብ ብምግባር ላይክ ኮሜንት ብምንጋር ኣበራታትዑና ኣጠቃቅማ ግዜ ከመይ ኢኻ? ኣጠቃቅማ ግዜ ጽቡቅ ኣጠቃቅማ ግዜ ኣጠቃቅማ ግዜ ማለት ኣነ ከም ዝርደኣኒ ሓደ ሰብ ኣጠቃቅማ ግዜ ታይ እዩ ክበሃል ተኾይኑ መጀመርያ ንባዕሉ ማኔጅ ዝገበረ ሰብ እዩ ኣጠቃቅማ ግዜ ክርደኦ ዝኽእል ማለት እዩ። ታይም ማነጅመንት ማለትሲ ላይፍ ማነጅመንት እዩ። ታይም ግዜኻ እንድሕር ምምራሕ እንድሕር ሊድ ምጋር ትኽእል ተኾንካ ሲ ህይወትካ መስመር ንምትሓዝ ቐሊል ነገር እዩ ኣነ ካብኡ ግዜ ለሕልፈሉ መብዛሕትኡ ግዜ ኣብ ስራሕን ኣብ ትምህርቲ እርግጠኛ እየ ሶሻል ሚዲያ ዶ ነው ኣብ ስራሕ ስክሮል ስክሮል ስክሮል ስክሮል ካብኡ ሜክኣፕ ወይ ግዛእ ተመዚኣ ስክሮል

ክብል ተኾይኑ ፎከስ ኣብ ልኾነ ኣብዚ ልገብሮ ድርጊታት ወይ ኣብዞም ልሰርሖም ስራሕቲ ፎከስ የድልዮ እዩ። ቐጺሉ እንደገና ውሳኔታት ኣዚ ንኣብነት ኣነ ሎማዓንቲ እዚኣ ክሰርሕ እኒኤኒ ኢልኻ እንድሕር ነይወሰንኻ ኣብ ማእኸሉ ለልዩ በቃ ምትዕንቓፋት ክፈጥር እዩ ማለት እዩ። እንደገና ፎከስ ኣብ ብዙሕ ነገራት ፎከስ ተገይርኻ ኣብ ብዙሕ ነገራት ትኹረት ተገይርኻ ትኹረት እና ውሳኔ ከምኡ እንደገና ኣብ ልኾነ ትገብሮም ስራሕቲ በቃ ፈጣን ኮይንካ እወ ፈጣን ኮይንካ ክትግነኒ ኢካ ማለተይ ምሳየ ፊት ክገብር ልኽእል እንታይ እዩ ኢልካ ሕዚ ንኣብነት ኣነ ዝኾነ ስራሕ ክሰርሕ እየ ተለ ፊት ይገብር ድዩ ክብል እኒ መጀመርያ እዩ ሓደ ኣብ ስኬታማ ተኾንካ ኢኻ ኩሉ ነገር ክትገብር ትኽእል ሓደ ሰብ ሙሉእ ስኬት ክኾን ተኾይኑ ግዜ ጠቃቅሙ ጠንኪሩ ክሰርሕ ነይሩ በቃ ስፔሻሊ መንእሰይ ዝበሃል ነገር ኣብ ግዜ ጠቃቅሙ ከተኩር ነይሩ ንግሆ ወፅኦስ ታይ ታይ ዓይነት ስራሕ ሰሪሐ ክመፅእ እየ እወ። ታይ ታይ ከ ገይረ ታይ ሙዚቃ ካልእ ቀሪስ ትርጉም ታየ ትሪ ዘለዎ ይፈላሉ ተስፋ ነገር ክገብር። ልኾነ ፅንዓት ነይሩሲ ሓደ ሰብሲ ስኬታማ ክበሃል ተኾይኑስ ታይ ተገይሩ እዩ ተባሂሉስ ፅንዓት ተገይሩ ካብኡ ትኽክለኛ ኣብ ትኽክለኛ ግዜ ትኽክለኛ ስራሕ ምስራሕ ልኸኣለ እዩ ኣይድያ ክህልየካ ይኽእል እዩ ካፒታል ክህልየካ ይኽእል እዩ ግዜ ተለመዲፅካ ግን ፌል ናይ ምግባር ዕድልካ ልላ- ልለዓለ እዩ እወ ጉያ ኢልኻ እዚኣ ክሰርሕ ነይኒ እዚኣ እሞ ገይረ ኔኹ እዚኣ ታይ እዚኣ ትርፈይ እያ እዚኣ ገይረ ኔኹ እዚኣ ክሰርሕ ባይዘ እየ ትብል። ኣብ ኢድኻ ለሎ ወርቂ ዳርጋ ጨርቂ ዶ ሎስ ሓቂ ማለት ኣወዳትነት ጊዜና ደይተረዳእናዮ ነገርሲ ምስ ዓበኻ እዩ ልርደኣካ ሕዚ ናዕዱ ቤተሰብኻ ልኾነ ገረቤትኻ ገለ ከዋግእ ሰሚዕኻ ትፈልጥ ዶ ልኾነ እቃ ክመኽሩኻ ከለዉ ለስ በቃ ኣብ ወጣትነትኺ ተለይ ተደ ተለይ ተለዊጥኽሲ ገንዘብ ገንዘብ ኣብ ዒስራ

ሓንቲ ዳኣ ንዓ ግደይ ዝኾነስ ንእሽተይ ስራሕ ኣለትኒ። እስቲ ኣጠቓቕማ ግዜ ከመይ ይመስል? ኦኬ ኣነ ኣጠቓቕማ ግዜ ቱዲ ሊስት ዝበሃል ነገር ይጥቀም እየ። ምሸት ክድቅስ ከለኹ ፅባሕ እንታይ እንታይ ክሰርሕ የድልየኒ ኢለ እተን ፅባሕ ክሰርሐን ዝደልየን ነገራት ኣነጺረ የቐምጥ እሞ ንኣብነት ሓሙሽተ ነገራት እንድሕር ድኣ ኣቐሚጠ ኮይና ቀትሪ ካብዚኣ እዚኣ እዚኣ እዚኣ ተገይረ ድያ ኣይተገሩኺ ቼክ ናገሩኺ ይኸይድ ማለት እዩ ካብ ምሸት ኣብ ገዛይ ክኣቲ ተለኹ ካብዞም ሓሙሽተ ነገራት ዝተገርኹን ነገራት እንታይ እንታይ ኣሳኺዐ ውዒለ እንታይ ኣሳኻዕኺ ኢለ ከዓ ምሸት ቼክ ይገብር ማለት እዩ ግዜ ማለት ንደለናዮ ኩሉ ነገር ንምስኻዕ ባዕልና ብተግባር ፅቡቕ ስራሕ ንምስራሕ እንህቦ ኣጠቓቕማና እዩ ዝውስነና

ሰታ ሰብት ምፋላለ ወደ ከማክ ትኾን የ ክእል ከማይ ትኾን የ ክእል ኣነ ግን ሰዓተይ ኩላ ሕድሕድ ሰከንድ እስካዕ ደቂቃስ ይጥቀመላ ከም ግለይ ኮይነ ማለት እዩ ካብ ቅድሚት ማለት ካብ ድሕሪት ናብ ቅድሚት ተመፅየለ

ፅቡቕ ዜጋ ንምፍራይ ዝጠቅም ስራሕ እዩ ኢለ ልወስድ ብባዕለይ። ፅቡቕ እሱ ኣብ ጎደናታት መቐለ ጠያይቕና ታያም ንመስል ሓሳቦም ኹሉ ርኢና ነርና ንስኺ ኢኽና ጠይቕክዮም ነርኹም ሞር እሞ ታይ ሃመይ ርኢኽዮ ታይ ኸ ሓሳብ ታይ ፅቡቕ ሓሳብ ርኒኺ
ንዞም ዝጠየቅክዎም ሰባት ብጣዕሚ ደስ ዝብሉ እዮም ብጣዕሚ ብዙሕ ተመክሮ ኣግኔሎ ኣግኔሉ እየ ስፔሻሊ እዛ መምህር መምህር ኣጋጢማትኒ ነይራ እያ መምህር ኣጋጢማትኒ እና እዛ መምህር በስማኣም ለለዋ ንግዜ ኣራያ ካብዚ ለለዋ ዕስራ ኣርባዕተ ሲ ሰማንያ ፐርሰንት ስትገዝእ ትደሊ ካብ ሰብ ካብ ሰብ ካብ ሰብ ማለት እዩ ተወሳኺ ግዜስ ብሓቂ ድዩ ይኣኽለና ዶ ናዓና ሎማዓንቲ ድማ ስለ ግዜ ኣጠቓቕማ ኣባጊዕና ግዜ ካብ ወርቂ ሓሊፉ ሂወት ልተቐየረሉ ንሕና ካብቲ ለንበብናዮ ካብቲ ልሰማዕናዮ ካብቲ ልጸንሐና ኣዚድና ኒኢና ናይኻትኹም ሓሳብኸ ታይ ይመስል ኣብ ቦታ ኮመንት ኣቕምጥልና ሰላም።